መርሓባ ሰላም ሰላም ሎማዓንቲ ከዓ እምበኣረይ ከምቲ ልሙድ ረቡዕ ረቡዕ ቀልጢፍኩም ስርሕ ስራሕ ኣቢልኩም ምስራሕኩም ትኸድሉ ረሰብቲ ሒዝናልኩም መፅእ ኣለኹ ኩላ ግዜ ረብዕረብዕ ከም ኾኑ እቲና ማለት እዩ ነዚ መስልቲ ረሰብት ናይ ሎማዓንቲ ከም ትሪእዎ ዘለኹም ሽጉርቲ መትር ኣለኹ ሕጂ ነቲ ሽጉርቲ ከምዚ ገርኩም ኣድቂቕኩም መቲርኩም ኣዞ ቐሪፍኩም ሓፂብኩም ኣድቂቕኩም ትመትርዎ ከምዚኣ ገርኩም ምስ መተርኩም ከዓ ነቲ ፒልሲ ከዓ ነቲ ሻምፒዮን ማለት እዩ እንጥሻዕሸው ናይ ዓድና ማለት እዩ እሱ ከዓኒ ከምዚ ገርኩም ነቲ ቅንጥሻ ከምዚ ገርኩም ትደርስዎ ኣሕፀብን እዩ ብሶፍት ገርኩም ትደርስዎ ናይ ክሽነ ሶፍት ገርኩም

ነታ እታ ሓር እታ ብሕቕ ውድእ እቲኣ ትግዛእ ብኸምኡ ውድኡ ዝበልኩም ቀልጥፉ ዝሰልጠኩም ነቲ ውድእ ብሕቕ ገዚእኩም ኣንፂፍኩም ፋርኬታ ገርኩም ኣንኮላ ኣንኮላ ብጥምኩም ዝገበርክዎ ብተራ ሽዑ ክሬም ዝገበርኩም ሽጉርቲ ትለኽዩ ድሕሪ ሽጉርቲ ከዓኒ ከም ትሪእዎ ዘለኹም ጥቕጥሻ ትንስንስዎ ከምቶ ዝገብራ ዘለኹ ልክዕ ኣነስኒስኩም ብፍላይ መወዳት ይሕዋተይ ቀልጢፍኩም ስራሕኩም ክትከዱ ከለኹም ቅልጥፍ ዝበለ መግቢ ክደልዩ ከለኹም በይንኹም ትኾንኩም ብላዕሊ ጌርኩም ከዓ ከዛ ሕጂ ብላዕሊ ትጅብና ብላዕሊ ንምስንሶ ኣለና ከምዚኣ ዝገብሩ ዘለኹ ጌርኩም ልክዕ ትገብርዎ ምሳይ ትገብሩ ማለት እዩ ከምዛ ልጠቕልላ ዘለኹ ከዓኒ ልክዕ ምስ ወረቐት እያ ትመፅእ እታ ቢሖ ተጠቕሊላ ከምዚኣ ዘርግሖኳ ዘርግሕያ ማለት እዩ ኣብቲ ስእሊ ርኢኹም ኣለኹም ኩሉ ኣሎ ኣብቲ ረሰብቲ ካብኡ ፅሕፍናልኩም ኣለና ከምዛ ጠላሉ ክበርኩም ልክዕ ትጠቕልልዋ ማለት እዩ ከምዛ ዝኸፍ ሕጂ ክኸፍታ እዩ መሊሰ ኣብቲ ሓደ ወረቐት ኣባቆፍ እንዳኣቶ ኣብኡ ክገብራ እዩ ማለት እዩ እንዳቆረፅኩም ከምዚ እንዳገበርኩም ልክዕ ከምዚ ኣነ ዝገብሮ ዘለኹ ልክዕ ቆቆሪፅኩም ቆቆሪፅኩም ከከም ትደልኹሞ ምድጃፉ ምንኣስ እንዳገበርኩም ከምዚኣ ጌርኩም ቆቆሪፅኩም ኣብ ወረቐት ናብ ባክኦፍ ንእትወሉ ትገብሩ ኡም ሉፍትር ሲንክሞ ትፀንሑ ቁርብተይ ሕጂ ኡም ክፍያ ሽዕኡ ብላዕሊ ብራውን ምስ ኮነ ርኢኹም ተውፅዎ ከከም ተፈላለየ ዓይነት በባክፍ ኦን ኦፍን ስለ ዘሎ ከምቲ ናትኩም ምርሳል ናይ ክስታይኩም ትርእይዎ ማለት እዩ ከምዚ ንባህሊ ንጠብሰሉ ማለት እዩ ከምኡ ጌርኩም ትርእይዎ ብራውን ምስ ኮነ ሕጂ ክትርእይዎ እንዲኹም ከምዚ ምስ ኮነ